ካብ ስዑዲ ተታሒዙ ምስ ከደ ለካ ኣነ ዘይፈልጥ ተመርዕዩ ሓዳሩ እናገበረ ኣነ ምስ ወለደይ እየ ዘለኹ እናበለኒ ክልተ ዓመት ምሉእ ሓዳሩ ይመርሕ ነይሩ። ናብ ስዑዲ ምስ መጸ ግን ሰለምታ ኣይረሳዕኩን ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩ ንዝብል ሓንቲ ሓፍተይ ኣብ ኮሜንት ዝሓተተትኒ ሕቶኣን ዛንታኣን እየ ሒዘልኩም መጽየ ኣነ ከምቲ ኩሉ ግዜ ናይዛ ሓፍተይ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ ንስኻትኩም ውን ዛንታ ሓፍትና ሰሚዕኹም ምስ ወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንኸስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ እዛ ሓፍትና ዛንታ ከብለኩም ላይክ፣ ሼር፣ ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ እዛ ሓፍትና ዛንታ ከምዚ እያ ትብል። ሰላም ኣቤዋ ድሓና ዲኺ እና ስለ ትገብርዮ ኩሉ ብጣዕሚ እዩ ደስ ዝብል ይከታተለኪ እየ ቀፅልሉ የቀንየለይ ዝሓፍተይ እና ናብ ዘምጸእኒ ኢካ ኣቲ እና ኣነስ ኣብ ሱዑዲ ዓረብ እየ ዘለኩ ምክርኪ ለግስለይ ኣባ ሓፍተይ ፍቅረኛ ነይሩኒ ቅድሚ ሓሙሽተ ዓመት ካብኡ ሓደ ዓመት ተኣሲሩ ናብ ዓዲ ከይዱ ካብኡ ውግእ ናይ ዓድና ተላዒሉ መንገዲ ኩሉ ተዓጽዩ ክመጽእ እየ እናበለ እናሃለወ ቅድሚኡ ግን ርክብ ኣይነበረናን ካብኡ ሓደ ዓመት ምስ ጸንሐ ወለዱ ሰበይቲ እንተዘይመርዒናካ ኢሎም ይሕጽይዎ ካብኡ ተመርዕዩ ወሊዱ ክልተ ዓመት ምስ ሓዳሩ እዩ ነይሩ። ኣነ ኣይፈልጥን፣ ንሱ ግን ምስ ወለዲ እየ ዝነብር እዩ ዝብለኒ ነይሩ። ካብኡ ኣነ ክልተ ዓመት ጸኒሐ ምስ ካልእ ወዲ ተፋሊጠ። ድሕሪ ሽዱሽተ ወርሒ ድማ ተራኺብና። ካብኡ ተታሒዙ እስር ቤት ኣትዩ። ኣብ ደገ ይኹን ኣብ እስር ቤት ምስ ኣተየ ግን ክብሪ ዝበሃል ኣይህበንን፣ ኣየኽብረንን። ሞራለይ ዘተንክፉ ቃላት ገይሩ ይጸርፈኒ፣ ይጭቕጭኸኒ። ወለድና ስለ ዝፈልጡ ግን ሓዳር ክስካዕ ንገብር ክዕገስ እየ ይብል። ክልወጥ እዩ ይብል ግን ምንም ኣይልወጥን። ኩሉ ግዜ ጭኽጭኽ እዩ። ገንዘብ ድማ ለኣኽለይ ይብለኒ። ሓደ መዓልቲ ልኢኸሉ። ካብኡ ግን ደጊሙ ለኣኽለይ ይብለኒ። ኣነ እውን ገዛ እናስራሕኹ ስለ ዝነበርኩ ኣይብለይን ኢለዮ። ብድሕሪኡ ግን እከለ ዓርከይ ሰበይቱ ክንድዚ ልኢኻትሉ ንስኺ ግን ስለ ዘይተፍቅርኒ ዘይተፍቅርኒ ኮይንኪ ዲኺ ከምኡ ኢልኪ ትምልስለይ ዘለኺ ይብለኒ፣ ይጹኽጹኸኒ፣ የሕምመኒ። ኣነለ ስልኪ ምልዓል ኣብየዮ፣ ካብኡ ግን ንወለደይ ተዛሪብዎም። ወለደይለ ኮርዮሙለይ፣ ንምንታይ ዝኣተኽዮ ህይወት ተባላሽው እናበሉ ይኹርዩለይ። ሕዚ ምኽሪ ደልየሉ ዘለኹ እዚ ናይ ዓድለ ናብዚ ምስ መጸ ይድውለለ እዩ፣ ኣብ ዓዱ ኮይኑ እውን ይድውለለይ ነይሩ እዩ። ኣነ ግን ኣይትደውለለይ፣ ሰብ ሓዳር ኢና እየ ዝብሎ፣ ይዓጽዎ እየ። ሕዚ ግን ናብ ስዑዲ መጺኡ ኣነ ንዓኺ እየ ዘፍቅር ወለደይ ኣገዲዶምኒ እዮም ይብለኒ። ኣነ እውን ብጣዕሚ እየ ዘፍቅሮ ግን ምስዛ ናይ ዓድለ ብሓደ ኣይኮናን እዩ ዝብለኒ። ዋላ ኣብ ዓዲ ኮይኑለ ግን ይብለኒ ነይሩ እዩ ብጭራሽ ተስፋ ኣይቆረጸን። ሰብኣይ እኒኤኒ እዩ እንተበልክዎስ ቀስ ኢልኪ ሕሰብሉ እዩ ዝብለኒ ዘሎ ክኣምኖ ኣይክኣልኩን። ብጣዕሚ ኣብ ረብሻ እየ ዘለኹ ምኽርኺ ለግስለይ ምስ ተኸታተልትኺ ኣቤዋ ንትህቡኒ ምኽርኹም ብጣዕሚ የመስግን። ዝብል እዩ ዛንታኣ። ከም ኣነ ከማኽረኪ ዝደሊ ክብርቲ ሓፍተይ፣ ቀዳማይ ካብዚ ዛንታኺ ኣነ ዘይስማዕመዐሉ ነጥብታት ካብ ናይ ክልቲኦም ኣወዳት ባህርያት ንኣብነት እዚ ቀዳማይ ክልተ ዓመት ሓዳር እናገበረ ውላዱ ወሊዱ ሂወቱ መስሪቱ እናነበረ ከሎ ንዓኺ ግን ሓቢእኪ ግዜኺ ዝቐትለልኪ ዝነበረ ደሓር ምሽጥሩ ምስ ፈለጥኪ ወለደይ ኣገዲዶምኒ ዝበለኪ ወዲ ካብ ዛንታኺ ካብ ዝተረዳእኽዎ ኣነ፣ ንስኺ ንባዕልኺ በቲ ንሱ ዝተዛረበኪ ቃል ከም ዝኣመንክዮ እየ ኣነ ተረዲኤ ካብዚ ዝጸሓፍክዮ ማለት እዩ። ሓደ ኣነ ክስማዕመዐሉ ዘይክእል ነጥቢ፣ ቅድሚ ሕጂ እውን ዝተፈላለየ ዛንታታት ኮይኑ ግን ተመሳሳሊ ከምዚ ናትኪ ወለዱ ኣገዲዶምዎ፣ ወለደይ ኣገዲዶምኒ ኢሉኒ ዝብል ሕቶታት ሓቲተ ብዙሓት እውን ደስ ዝብል ምኽርታት ዝመኸራ ተኸታተልቲ ነይረን። ስለዚ ቀዳማይ ኣነ ዘይኣምነሉ ሓደ ስደት ዝወጸ ዓቕሚ ኣዳም ዝበጽሐ ሕማቕን ጽቡቕን ዝፈልጥ ዓርሱ ዝኸኣለ ወዲ ወለዱ ኣገዲዶም ከመርዕዎ እዮም ኢለ ብፍጽም ክስማዕመዐሉ ኣይክእልን። ከምቲ ክልተ ዓመት ምሉእ ዘታልለኪ ዝነበረ ንሱ እውን ናይ መታለሊ ንዓኺ ክእምን ወይ ንቲ ሓንቲ ክእምን ዝተዛረቦ ቃል ደኣ እምበር ሓደ ወዲ ዘፍቅራ ኣላትኒ'ያ፣ ዝደልያ ኣላትኒ'ያ፣ ኣነ ክምርዖ ኣይደልን እንድሕር ኢልዎም ንወለዱ'ሲ፣ ኣብ'ዚ ሕጂ ሰዓት ኣገዲዶም ከመርዕዎ'ዮም ኢለ ብፍጽም ክስማዕመዐሉ ኣይክእልን። ስለ'ዚ ሓደ ብጣዕሚ ዝቃወሞ ነገር ኣነ ከም ጓል መጠን ከም ነብስኻ ምስ ዘይምኽባር ገይረ ዝቖጽሮ ድማ ሓደ ወዲ'ሲ ገዲፉካ ከይዱ እንደገና ኣብ ድላዩ በጺሑ ወሊዱ ክኸውን ይኽእል፣ ተመርዕዩ፣ ሓዳር ገይሩ፣ ኣዋልድ ኣተራሚሱ፣ ብዙሓት ኣዋልድ በዲሉን ኣታሊሉን እንደገና ኸዓ ንስኻ ኣፍታ ገዲፉካ ዝጸንሐ ቦታ ጸኒሕካዮ ተመሊሱ ኣነኮ ኣብ ከምዚ ከምዚ በጺሐ ዝተመለስኩ ንዓኣተን ስለ ዘየፍቅረን ንዓኺ ስለ ዘፍቅረኪየ ኢሉ እንደገና ተመሊሱ ይቅርታ የፍቅረኪየ ኢሉ ምኽንያት ደርዲሩ ንሳ ውን ኣሚና የፍቅሮየ ይደልዮየ ይደልየኒዩ ኢላ ናብ ሂወታ ምምላስ ማለት ኣነ እምስ ክብረት ክቆጽሮ ኣይክእልን ስለዚ ሓንቲ ጓል ኣንስተይቲ ንብረት ኣይኮነትን ኣብ ሓንቲ ቦታ ገዲፍዋ ከይዱ ኣብ ብዙሕ ቦታታት በጽሒ መጽዩ ኣብ ርእሲ ሰበይቱ ፈትሐያ እየ ኢሉ እናታለለ ወይ ሰበይቱ ፈትሑ ክኸውን ይኽእል ወይ ኣዋልድ በዲሉ ክኸውን ይኽእል ናብ ህይወትካ የፍቅሮ እየ ኢልካ ምምላስ ኣነ ምስ ነብስኻ ምሕሳር ገይረ እየ ዝቆጽራ ማለት እዩ እዚኣ እቲ ኣነ ዝኣምነላ ነጥቢ እያ ስለዚ። ሓደ እታ በዓልቲ ቃል ኪዳኑ ምሒሉ ዝተመርዓዋ ሰበይቱ ኣዶ ውላዱ ፈቲሕዋ ድዩ ኣይፈትሓን ትማል የታልል ነይሩኪ ሎምኸ የታልለኪ ድዩ ዘሎ ርግጸኛ ኣይኮንክን ዋላ እንተፈትሓ ንዓኣ ንበዓልቲ ቃል ኪዳኑ ዘይኮነ ንኣዶ ውላዱ ዘይኮነ ንዓኺ ክኾነኪ ኣይኽእልን ትማሊ ገዲፉኪ ከይዱ ኣብ ደስ ዝበሎ በጺሑ መጺኡ እንደገና ናብ ህይወትኪ እንተተቐቢልክዮ ጽባሕ ንግሆኸ ከምኣ ገይሩ ገዲፉኪ እንደገና ናብ ካልእ ከምዘይኸይድ እንደገና ናብ ሰበይቱ ክኸውን ይኽእል፣ እንደገና ናብ ካልኦት ከም ዘይኸይድ ከ ብኸመይ ርግጸኛ ኢኺ? ስለዚ። እዚኣ ኣብ ግምት ኣእትውያ ይብለኪ። ካልኣይ ድማ ካብዚ ካልኣይ ኣፍቃሪኺ እውን ሓደ ኣነ ዘይስማዕምዐሉ ነጥቢ፣ ሓደ ወዲሲ ክጽግሞ ይኽእል እዩ፣ ስራሕ ክሰርሕ እናደለየ ስራሕ ክስእን ይኽእል እዩ፣ ጓል ይኹን ወዲ፣ ዓብዪ ይኹን ንእሽተይ፣ ኣብ ማንም ቦታ ብመዓልቱ ትረክብ ብመዓልቱ ከዓ ትስእን ኢኻ፣ ትጽገም ኢኻ፣ ዘሎ እዩ። ሓደ ኣፍቃሪኻ ተጸጊሙ ዝብላዕ ስኢኑ ዝስተ ስኢኑ ሓሚሙ መሐከሚ ስኢኑ ሲ ኢድካ እንተዘርጋሕካሉ ካብ ፈጣሪ እውን ዓስቢ ትረኽበሉ ኢኻ። ካብኡ ሓሊፉ ግን ክሰርሐሉ ኣብ ዝኽእል ቦታ ኮይኑ ክሰርሐሉ ኣብ ዝኽእል ዕድመን ግዜን ኮይኑ ካብ ጓል ኣንስተይቲ ዝጽበ ወዲ እንድሕር ደኣ ኮይኑ ሎሚ ገና ሓዳር ከይገበርኩም ዋጋ ቀያር ክዳኑ ክሰርሐሉ ኣብ ዝኽእል ቦታ ኮይኑ ትሕት ኢሉ ሚናባሎ ክኸውን ይኽእል ሊስትሮ ክኸውን ይኽእል ምኽንያቱ ንስኺ ሽንቲ ቤት ሓጺብኪ ተደፊእኺ ኢኺ ገንዘብ ተምጽእዮ ዘለኺ። ንሱ እውን ሎሚ ቅያር ክዳን እንድሕር ደኣ ደልዩ፣ ናብ ዝኾነ ቦታ ክኸይድ እንድሕር ደኣ ደልዩ፣ ትሕት ኢሉ ሰሪሑ ገንዘብ ኣኪቡ ዓርሱ ክኢሉ ተጸባይነት ተጸይፉ እንድሕር ደኣ ሰሪሑ ንድራር ለይቲ ንድራር እለት ንዝኾነት ዝጸገመቶ ገንዘብ ዘይእክብ ኮይኑ ሎሚ ንነብሱ ሓላፍነታዊ ዘይኮነ ወዲ ጽባሕ ንግሆ ሓዳር ምስ ዝገበረ እቲ ዝጽበዮ ዘሎ ሓላፍነት ናይ ደቁ ናይ ገዝኡ ናይ ሰበይቱ ናይ ሓዳሩ ሓላፍነት ክወስደ ይኽእል። ላዕልን ታሕትን ኢሉ ሰሪሑ ገንዘብ ኣኪቡ ተጸባይነት ተጸይፉ ድራር ደቁ ሒዙ ክኣቱ ኣይኽእል። ስለዚ ኣነ። ሓደ ደስ ዘይበለንን ዝገረመንን ነገር እከለ ዓርከይ ሰበይቱ ክንድዚ ገንዘብ ዝሰደሉ ኢሉ ምስ ገንዘብ ዝሰዳሎም ምስ ተጸበይቲ ዝኾኑ ኣዕርኽቱ ኣብ ስዑዲ ኮይነን ኣብ ዓዲ ዓረብ ኣብ ስደት ኮይነን ሽንቲ ቤት ሓጺበን ገንዘብ እናሰደዳሎም ምስ ዝጽበዩ ኣወዳት ኣዕርኽቱ ነብሱ ዘወዳድር ወዲ ሓደ ንጽባሕ ሰብኣይ ክኾነኪ'ዩ ኣይብልን። ካልኣይ ነገር ከኣ ከምዚ ክገልጾ ዝጸናሕኩ ብሓፈሻ። እዚ ክገልጸልኪ ዝጸናሕኩ ኣብ ግምት እሞ ተእትውዮ ግዴታ ኣይኮነን ንስኺ ኣፍቃሪ ኣለኒ ክትብሊ ወለድኺ ስለ ዝፈለጥዎ ሕጹይ ኣለኒ ወይ ሰብኣይ ኣለኒ ኢልኪ ክትዛረቢ ዘለኪ ወይ ከምኡ እናበልኪ ክትነብርን ክትጽበይን ዘለኪ ወይ ክብሪ ኣየኽብረክን ካብ ሓላፍነት ሓላፍነት ኣይስምዖን ካብ ጽባሕ ንጎ ተስፋ ክትገብርሉ ዘይትኽእሊ ጸባሕ ሰብኣይ ኮይኑሲ ከምዚኣ ከምዚኣ ጽብቅቲ ባህሪ ኣላቶ ብከምዚኣ ከምዚኣ ደቀይ ከዕብየለይ ጽቡቅ ሓዳር ክምስርት ጽቡቅ ሂወት ምስኡ ክነብር ይክእል ኢየ ኢልኪ ተስፋ ክትገብርሉ ዘይትክእሊ ወዲ ወለድኺ ስለ ዝፈለጥዎ ንወለድኺ ስለ ዝተዛረበ ጥራሕ ብርግጽ ወለድኺ ምኽሮም ክትሰምዒ ኣለኪ ምስ ወለድኻ ክትማኸር ፍቃዶም ክተማልእ ኣለካ ኣነ ይስማዕመዐሉ ኢየ ነገር ግን ወለድኺ ብቲ ናታቶም ዓይኒ ብቲ ናታቶም ኣተሓሳስባ ሓቆም ክኾኑ ይኽእሉ እዮም ምኽንያቱ እቲ ንስኺ ትርእሉ ዘለኺ እቲ ንስኺ ዝፈለጥክዮ ንሶም ዘይክፈልጥዎን ዘይክርእዎን ይኽእሉ እዮም ስለዚ ንስኺ ንወለድኺ ኣእሚንኪ ምስ ወለድኺ ተረዳዲእኺ ንዓኺ ዝጠቅም ወዲ ደኣ ይኽንበር ምስ ከምዚ ዓይነት ባህርያት ዘለዎ ጸባሕ ንግሆ ሲ ሓዳር ጌረ ክቕየር እዩ ጽባሕ ንግሆ እዚ ዘለዎ ባህርያት ክገድፎ እዩ ኢልኪ ከምቲ ኢልክዮ ዘለኺ ተዝቕየር ኔሩ ኣብ ፍቕሪ ከለኹም ንስኺ እንድሕር ድኣ ክትቅይርዮ ጽዒርኪ ክቕየር ዘይከኣለ ጽባሕ ናብ ኢዱ ምስ ኣእተወኪ ሓዳር ምስ ገበርኩም ግን ከይጽግመኪ ተጠንቀቒ ቅድሚ ዝኾነ ዓይነት ውሳነ ምውሳንኪ ብዙሕ ነገር እንድሕር ድኣ ሪኢኽሉ ቆሪጽኪ ካብ ሂወት ከውጺኺ ንወለድኺ ብክተእምንዮም ትኽእሊ ሜላ ኣሚንኪ ነጻ ኮይንኪ ንዓኺ ዝመስል ክስካዕ ትረኽቢ ዕላማኺ ፈጽሚ ኢለየ ኣነ ከማኽረኪ ዝኽእል። ካልኦት እውን ከማኸርኹሞ ብምኽሮም ክትጥቀምሉ ተስፋ ይገብር። ንሎማዓልቲ ዝነበረትና ፃንሒት እዚኣ እያ ትመስል። ኣብ ቀፃሊ ቪድዮ ክስጋዕ ንራኸብ። ሰሰናዩ ንዓኹም። ባይ ባይ።